ኣስመራ ማለት ቅድሚ ዘን ኩለተን ናይ ኣፍሪቃ ሃገራት እታ ቀዳመይቲ ከምዚ ሕጂ ዱባይ ዘላ ናይ ዕረብ ኣስመራ እያ ነይራ ኣስመራ ዝለዓለ ኩሉ ነገር ዝነበራ እያ ኣስመራ ማለት ንኣብነት ርኢኹሞ ዘይትፈልጡ ካልእ ሃገራት ሓንቲ ክነግረኩም እየ እዚ ቢምቦሪ ሓዊ ምስ ነደደ ቅርብ ኢላ ነቲ ገዛ ስኹዕ ኣቢላ ነቲ ገዛ ንክተጥፍኣሉ ማይ ትጥቀመሉ ኣብ ደድኾነ ፅርግያ ጠጠው ጠጠው ዝበላ ኣለዋ ኣብዚ ናይ ወፃኢ ዓድታት ርኢኹመን ኣለኹም ኣብ ካልእ ኣፍሪቃ ሃገራት ኣወል ሓደ የለን ኣብ ኣስመራ ግን ቀደም ቀደም እዩ ነይሩ ዊች ሚንስ ሓደጋ ክርከብ ከሎ ቢምቦሮ ኣብኡ ከይዳ ትመልእ ሓደጋ ተደየለኻ ሰንበትን ቀዳምን ከኣ ጸርግያና ንሓጽበሉ ኔርና። እዚ ኣስመራ ኣስመራ ማለት እዚ መብራህቲ ሽሕን ትሽዓተ ሚእትን ክልተን ማካይን ንኣሽቱ ደእተወት እያ። እተን ማካይን እቲኣተን እእትያኸ ስቕ ኣይበለትን። መሸጣ መኪና፣ ዲለር፣ ናይ ፍያት፣ ሙሉእ ማካይን ብራንድ ኒው ፍያት ኣብ ዓድና ይሽየጣ ነይረን ንሙሉእ ኣፍሪቃ ከኣ ዲስትርቢት ይገብራ ነይረን ዲለር እቲ ድዓበየ ናይ ፍያት ኣብ ኤርትራ እዩ ነይሩ ብድሕሪ ናይ መኪና ናይ መኪና ዓይነት ፍያት ቮልክስቫገን መርቸድስ በንዝ ኦርቢስ ዝበሃል ከኣ ናይዘን ካተርፒለር ማሽነርታት ማለት እዩ ዳልሃሱ ዝበሃል ከኣ ካብ ማክላይስ ማይ ጃሕጃሕ ሕልፍ ኢልካ ካብ ዓቢ ዲለር ካብኡ እዚ ክንሱ ምናልባት ሮያል ጋራጅ ሪኢኹሞ ተኾንኩም ከኣ ኣብኡ ከኣ ብራንድ ኒው ማካይን ከኣ ፓርክ ገይረን ከኣ ንመሸጣ ዝፅበያሉ ነበራ ነይሩ ብዝርዝር ከኣ ኣብ ኣስመራ ኣስመራ ብጎዳይፍ ክጅምረልኩም እየ ብእንዳ ጃኒ ዓበይቲ ፋብሪካታት ዓበይቲ ትካላትን ንምሉእ ኣስመራን ህዝቢ ኤርትራን ኮይናስ ንኣፍሪቃ ንኸውን ነበርና ሰባት ናበይ ኢና ንድሕሪት ከይድና ከኣ ነዚ ወለዶ እዚ ክነግሮ ደልየ ደለኹ ካብ ኣፍ ደገ ጎዳይፍ እንዳ ጃኒ ክጅምር እንዳ ጃኒ ፋብሪካ እንዳ ምስራሓ ኣውቶቡስ ዝስራሕሉ ዝነበረ እዩ። ዓበይቲ ኣውቶቡሳት እዚ ኹሉ ኣንበሳ ናይ ኢትዮጵያ ሰርቪስ ዝህባ ኣውቶቡሳት ብሙሉኣተን ኣብ እንዳ ጃን እየን ዝስራሓ ነይረን። ካብ እንዳ ጃን እንዳተሰርሓ እየን ነዚ ነዲስ ኣበባ ዝኸዳ ነይረን። ፕሩፍ ንመረጋገፂ እንድሕር ደሊኹም ኣብ ኢትዮጵያ ኣብ ኣዲስ ኣበባ ኣብቲ ገራጅ ናይ ኣንበሳ ከይድኩም ዝኣረጋ ማካይን ጠጠው ዝበላ ርኣይወን ጃኒ ኣስመራ ዝብል ፅሕፈት ኣለወን ኣብ ቅድሚኤን ኩላተን እተን ማካይን። ንሕና ስጋብ ክንዲ ምንታይ ከም ነበርና ንማካኝ ሰደድ ማለት እዩ ንኢትዮጵያ ቀጺለ ካብ እንዳ ጃኒ ልክዕ በቲ ናይ እንዳ ጃኒ ኣመራርሓ ማለት እዩ ልክዕ ከምኡ ዕዳጋ ዝነበሮ ሃለቃ ሃብተማርያም ዝበሃል በዓል ጎዳይፍ ከኣ ኣብታ ጥቕኡ ነይሩ እሱ እውን ከም ዓቕሙ ማካይን እንዳሰርሐ ንኢትዮጵያ ልእኽ ነይሩ ነስመራ ከኣ ንብምሉ የከፋፍል ነይሩ ብድሕሪኡ ናይ ሃለቃ ናበይ ንምጻእ እንዳ ዓለባ ኣብቲ ጥቁኡ ኣሎ እንዳ ዓለባ ካምቻ እንዳ ዝተሰርሐ ካብ ዓሊ ግድር ጡጥ ተዘሪኡ ቦቂሉ እቲ ዘይቲ ተጸሚቁ ኣብ ፋብሪካ ዘይቲ እንዳ ማይ ተመናይ ተጸሚቁ ዘይቲ ድበሃል ካብ ወጻኢ ይመጸናን እዩ ነይሩ ንሕና ንሕና ዘይቲ ናይ ዓድና ኢና ንጥቀም ነይርና ሕጂ ጥራይ እንታይ እዩ ዘሎ ትፈላለቲ ዘይቲ ግን ዘይቲ ናይ ጡጥ ኣለና ዘይቲ ናይ ስምስም ኣለና ሕጂ ናይ ስምስም ቁሩብ ክብር ይብል እቲ ናይ ዘይቲ ግን እቲ ሓደ ዘይቲ ግን ሕስር ስለ ዝብል መብዛሕቱ ክሳይ ነይሩ ዘይቲ ኣነ ብሕርካም ብዓሰር ሳንቲም እንዳተሸጠት እየ ዝፈልጣ ብጥርሙስ መሊእኻ ከምዚ እንዳበልካ ብፊስቶታት እዩ እንዳ ድኳናት ኮፍ ድብል ነይሩ ኣስመራ እዚ ካብ ደገ ድበሃል ድመጽእ ከማንሲ ኣይነበረናን። ነዛ ዘይቲ እዚኣ ሓፍታ እንዳ ክርቢት ኣፍሪቃ ምሉእ እንዳ ክርቢት የለን ኣብ ኣስመራ እዩ ነይሩ እንዳ ክርቢት ፋብሪካ ክርቢት እዚ ድብለኩም ዘለኹ ግን ስጋብ ግዜ ደርጊ ስርሑ ሰርሕ ሰራሕተኛታቱ ደቆም የምህሩ ስድሮኦም ዕብዩ ደቆም ዕብዮም የመርቑ የምህሩ ነይሮም እዚ ኩሉ ነዚ ኩሉ እዚ ግን ውድቅቅ ኮይና ኣለና ደድሕሪ እንዳ ክርቢት ናበይ ኢኩም መምጻኩም ብጎራይፍ ስለ ድጅምረልኩም ደለኩ ንኣብቲ ተሰጊረ ጸኒዐ ዳህላክ ድበሃል እንዳ ጫማ ነይርና እንዳ ቢኒ ድበሃል እንዳ ኮንጎ ነይርና እንዳ ማሴቲ ድበሃል እንዳ ማርሞ ነይርና እንዳ ቺፖሊኒ ነይርና እንዳ ካናቴራ እንዳ ኤማ ድበሃል ነይርና እንዳ ድስቲ ነይርና፣ እንዳ ኦሞ ነይርና፣ እንዳ ካርቶን ነይርና፣ እንዳ ፍርናሽ ነይርና፣ እንዳ ኦክስጅን ነይርና፣ እንዳ ቆርበት ነይርና፣ ፋብሪካ ቆርበት መልፍዒ ማለት እዩ፣ እንዳ ኣቦይ ተስፋይ በዓታይ፣ እንዳ ኖራ ነይርና፣ እንዳ ፋሌጣ፣ እንዳ ፊኖ፣ እንዳ ኣቦይ ጴጥሮስ እንዳ ቆርበት ነይሩ፣ ኦርቢስ ነይሩ፣ ሴፌርያን ነይሩ፣ እንዳ ኮስታ ነይሩ፣ እንዳ ማዕጺድ ነይሩ፣ ሶፕራል ነይሩ፣ እንዳ ሳፐ ነይሩ ምዕሻግ ስጋ። እዚ ኩሉ ዝገልጸልኩም ዘለኹ ኣብ ኣስመራ እዩ ነይሩ። ኣብ ውሽጢ ከተማ ኣስመራ ማለት እዩ። ኣጃካ፣ ኣለምካ፣ ሄለንስ እዚኤን ዓበይቲ ካምፓኒታት ነበራ እየን። ሚቸል ኮትስ፣ ሊያልፍ፣ እንዳ ሲሊቬስተሪ፣ እንዳ ሲኞረ፣ እንዳ ዛኪ ቶርኒዮ፣ ጽርበት ዓንጽጺን ማለት እዩ፣ እንዳ ፌኒሊ፣ እንዳ ሾውረፕ፣ እንዳ ኣልቦነቲ፣ ፋብሪካ ኣልኮል፣ እንዳ ፋየ፣ ባትሪ ናይ መኪና ዝስራሓሉ፣ እንዳ ፓስታ፣ እንዳ ሶፍቲ፣ እንዳ ጐራ፣ ስጋ ዝከፋፈለሉ፣ ሞሊናሪ፣ እንዳ ፍንጃል እንዳ ፍንጃል ክነልዕል ኮለና ፋብሪካ ጥርሙስ ከ ኣላትና ብጎና ከ እንዳ ሜረንጊ ሓመዱን እቲ ከሚካሉን ገለን ኩሉ ነገር ካብ ዓድና ተቆምጢዑ ተሰሪዑ ገለ ገለ ኩሉ ነገር ምፅእ ኢሎም ይዕንው ኣቢሎም ኮፍ ኣቢሎማ ንህለኩም እንዳ ሜሬንጊ ክንደይ ድኻታት ዝቕልብ ነበረ ክንደይ ክሳይ ድኸውን ነበረ ኣብ ሙሉእ ኣፍሪቃ ከኣ እንዳ ጥርሙስ ኣይነበረን እንዳ ኣባና ጥራይ እዩ ነይሩ። ንቐጽል ልክዕ ከምኡ ደኣ መሰለ ብዛዕባ እንዳ ጥርሙስ ካብ ተላዕለ ንኬንያ በዓል ሓወቦታትና እዮም ነቦይ ነቦይ ኢሳቕ ሓዎም ኣቦይ ምናሴ ዝበሃሉ ኣዕሊሎምኒ ነይሮም። ነቲ ፋብሪካ ናይ እንዳ ጥርሙስ ንኽገጥሙ ንኬንያ ከይዶም። ኬንያ ፋብሪካ ጥርሙስ ዘቋቋምናላስ ኤርትራውያን ኢና ኣለናዶ የለናን ነይሩ በሃል ጠፊኡ ናበይ ኢና ንኸይድ ዘለና? ኩሉ ግዜ ለውጢ ለውጢ ንብል ኢና ለውጢ ግን እንታይ ይብል ሓደ ንፉዕ ኣስተምሃራይ ኣሎ መምህር ኣሎ ነቲ ለውጢ ግን ኣንፈትካ ከ ኣንፈት ሒዝካሉ ዲኻ ኣንፈት ጌርካሉ ዲኻ ተለዊጥና ንደርጊ ሰጒጎም ለዊጦም ናበይ እዩ ኣንፈቶም ንሳሕል ነስመራ ንምምሳል ወይስ ሳሕል ነስመራ ንምምሳል ዝገርም እዩ ሕጂ ድሕሪ እንዳ ፍንጃ እናበየ ክወስደኩም ናብ ናይ ባቡር ጣብያ መጓዓዝያ ባቡር ለተሪና ትበሃል ንሕና ርኪብና ላብ ግዜ ደርግ ነይራ ኤክስፖ ተብፅሓካ ስቕድካ ሃፍስታይ ትኸፍለላ እታ ኮይና እዚኣ ጠጠው ኢላ እታ ኮይና ሰሪሓታ ለተሪና ስቲ መገዲ ባቡር ነይሩ እታ ኮይና ከምዚ ትኸድዎ ዘለኹም ኣብዚ ኤሮጳ ብላይና ክንበፅዕ ዘይንኽእል እታ ኮይና እታ ኣብቶቡስ እታ ለተሪና ኣብቶቡስ ጠጠው ኢላ ኣላ ገርመካ እዩ ብድሕሪኡ ድሕሪ ናይ ምድረ ባቡር ናበየ ክወስደኩም ናብ መጓዓዝያታት መጓዓዝያታት እዚ ናቶም ጥራይ ገይሮሞ ደሎ መጓዓዝያ ክንዲ ምንታይ ሃፍታማት ኣብ ኣስመራ ነይሮም መጓዓዝያ እቶም መጓዓዝያ እንዳ ኣቦይ ሓጂ ሓሰን ነይሮም፣ እንዳ ሓጂ ዓብዱ ነይሮም፣ እንዳ ኣበራ ሓጎስ ነይሮም፣ እንዳ ሓረጎት ኣባይ ነይሮም፣ ሰታዮ ነይሩ፣ ጎናፍር ነይሩ፣ እንዳ ኣቦይ ሸቃ ዓንሰባ ድመላለሳ ኣውቶቡስ ነይረን፣ ፍሸይ ምራራ እንዳ ኣቦይ ኣብርሃ ኣስቦተረ በዓል ንያላ ድበሃላ ኣውቶቡስ ነይረን፣ እዘን ኩሉ መጓዓዝያ እዚኤን ናይ ግል ኮይኑ ዓቢ ካምፓኒ ኮይኑ ሰብ ድላዩ ብድላዩ ዓዲ ዝበጽሓሉ ዝነበረ ግዜ እዩ። ኣበይ ኣሎ ሕጂ? የለን። እንታይ ኮይንና ኢና እዚ ንብሎ ዘለና ነዚ ወለዶ እዚ እዚ ደምጾ ደለኹ ኣብ ብቐዳማይ እዚ ሳዋ ሽኮር ጥራይ ዘይኮነ ንሓደ ዓቢ ሰብኣይ ከኣ ሒዛቶም ሓንቲ ጓል ኮለል እብሉ ነቲ ኣስመራ ከምዚ ነይሩ ከምዚ ነይሩ ገለ ምድብልባቶም ሰብኣይ እታ ጓል ኩችነተይ ኢሎም ምስ ኣዕለሉዋስ እንታይ ማለት ኢዩ ኩችነተይ ኢላቶም ኩችነተይ ትፈልጥ ኒያሳ ንገዛ ርሳ ምክንያቱ ከይውረስ እቲ ዝነበረ ክውረስ የብሉን ክፈልጡ የብሎምን ኮነ ኢልካ ዝተገብረ ሶሻል ኢንጂነሪን እዩ ንጥፍኣትና እዚ ኩሉ መጓዓዝያ ዝነበራ እዚኣቶም ብምሉኣቶም በዓል እንዳይ እንዳሰታዮ ቅድሚ ሕጂ ዕሊለይሉ ነይረ ሱናማራ መሓመድ ዳማና ድበሃል ሓያል ሰብኣይ ነይሩ። እንታይ ኢሉ እዩ ነቲ እንዳ ሰታዮ ከቑሞ ከሎስ ኣሕዋትኩም ኮማንዲስ፣ ፖሊስ፣ ፍላንሳ፣ ሙኑቹቤ ይቑጸሩ ኣለዉ፣ ጥሮታ ክረኽቡ እዮም ምስ ኣረጉ፣ ንስኻትክን ከ እንታይ ትገብራ? ኢልወን ነዘን ኮማሮ ድበሃላ፣ ኮማሮ ማለት እንዳ ስዋ፣ እንዳ ባር፣ እንዳ ገለን ናብ ንግዲ ገለ ዝተወፈራ ደቂ ብዳማ ገለ ዝበሃላ ዝነበራ ኩላተን ብርኪ ገዚኤ ናብቲ እንዳ ሰታዮ ሰታዮን ማሕበር ኩባንያ እዩ ዝበሃል ነይሩ ብማሕበር ተዳራጅዩ ትካላዊ ኣሳራርሓ ገይሩ ኣቲ ናይ እንዳ ሰታዮ ገራጅ ብጀካ ኣብ ዓዲ ጥልያን ኣብ ካልእ ዓዲ ሪኤ ኣይፈለጥን ከምቲ ገራጅ እቲ ናይ እንዳ ሰታዮ ካብ መጀመርያ ጀሚርካ ጎማ ትንፋሓላ ጀሚርካ ባልቦላ እታ ድደቐቐት ባልቦላ እንድያ ናይ መኪና ጎማ ትንፋሓላ ስፔራን ካብኣ ጀሚርካ ስጋብ እታ ድገጀፈት ቻሰን ሕብርን ተለኽያ ትወጸላ በዚ ዜርካ ኦፊስ ኣብ ላዕሊ ዘለዎ ናይ እንዳ ሰታዮ ገራጅ እንድሕር ከይድኩም ሪኢኽሞ ኢንተርናሽናል ስጋ ኣብ ሕጂ ከምቲ ገራጅ እቲ ዘየለ ገራጅ እዩ ሕጂ ዶዃዕዃዕ ኣቢሎም ማህመኑ ጥፊኦሞ ዘለዉ እዚ ስለምንታይ ኣብቲ ጥቑኡ ኦፍቾ ጎንደራን ዝበሃል ነይሩ ናይ ጎንደራን ናይ ዓበይቲ መካይና ምውፋር ነይሩ የለን እንታይ ኮይኑ ዶ የለን ናበይ ስለ ንኸይድ ደለና እዩ ብድሕሪ እዚ ናይ ምውፋር በዓል እንታይ ሽሙ ድብል ነይሩ እምኒ ካብ ነፋሲት እንዳተፀርበ መፂ ማርሻቤሊ ዝስርሖ ነዘን ጥሕና ምሊኖ ድኸውን ነይሩ እዚ እንዳ ቢዘን ሃብታም እዩ ነይሩ እዚ እንዳ ቢዘን ድረኣየኩም እንዳ እምነ ፊሊጶስ እዚ ኩሉ ጥቃ እንዳ ማርያም ዘሎ ገዛውቲ ዝውንን ዓብይ እንዳ ፈለስት ዝበሃል ትካል እዩ ነይሩ። ሕጂ ነቲ ናይ ኣብነ ፍሊጶስ ትካል ዓብይ ናይ ቢዘን ኩሉ ኣብሪሶም ኣብ ትሕቲ ቁፅፅሮም ወሲዶሞ እቶም ኣብ ገዳማት ዘለዉ ቦታትና ዝበልዕዎ ስኢኖም ናብ ጎፋንድሚ ክኣትዉ ኮይኖም። እምበር ርእሶም ክኢሎም ድኻታት ዝምግቡ ዝነበሩ እዮም እንዳ ፈለስቲ ማካይን ነይረኖም ገዛውቲ ድካረ ነይርዎም ገራጃት ነይርዎም ኩሉ ነገር ነይርዎም ናበይና ንኸይድ ዘለና ነዚ ነገር እዚ ነዚ ወለዶ እዚ ዘይንነግሮ ስለምንታይ ታሪክ ስለምንታይ ይድበን ኣሎ ካብኡ ቀፂለ ናበይ ክወስደኩም ናብ እንዳ በዓል ሻር ካምፓኒ፣ ካብ እንዳ ሻር ካምፓኒ ንናይ ሓሸማ፣ ሓሸማ ንወፃኢ ኤክስፖርት ንገብር ነይርና ኢና ስጋ ሓሸማ። ኣዚና ኣዚና ዝተፈልጥጥና ኢና ነይርና። ሎሚ ኣለና ኣበይ ኣሎ የለናን። እንዳ ሓሸማ የለን። ሓሸማ ከማን ርኢና ኣይንፈልጥን። ሳንዱች ሞርተዴላ ፍሉጣት ኢና ነይርና። ካብኡ እንዳ ዓፅሚ እቲ ኣዕፅምቲ ሞልጎም ስራሕ ነይሩ። እንዳ ካንሾርያ ቆርበት ንወፃኢ ኤክስፖርት ንገብር ነይርና። እንዳ ካንዘን ፕላስቲክ ንሰርሕ ነይርና። እንዳ ገመድ፣ እንዳ ስኮባ፣ እንዳ ሽምዓ፣ እንዳ ኣለማሕራና ብሽኮቲ፣ ጋዜላ ሳሙና፣ እንዳ ጎላ፣ እንዳ ስባር ጎማ ማይ ጋዝ ነይሮምና። እዚኦም ኩላቶም ኣለዉ? የለዉን። ኩሉ ዓንዩ እዩ። ሲነማታት ከመይ ድበላ ጽቡቓት ሲነማታት መዛናግዕታት ነይረን ኣና ሲነማ ኣፍሪቃ ሲነማ ዳንተ ኮሮቾ ኢምፔሮ ካፒቶል ሮማ ሲነማ ኣዝመራ ሲነማ ሓማሴን እዚን መዛናግዕታት እዚን ኣለዋና ይህብልና ወክማ ወሲኽካ መናእሰያት ወክማ ማለት ወጣቶች ማሕበር መንእሰያት ገለ እያ ትብል እታ ኣብሪቬሽና ኔራ ክረምቲ ክረምቲ ደርግ ንገዛ ርእሱ ፋንድ ጌሩስ ነቲ መንእሰይሲ ክዘናጋዕ ኣለዎ ኢሉስ ሚትን ሸውዓተን ቀቤለ ትሽዓተ ካብተኛ ኣኪቡ ኩዕሶ እንዳጻወተ ኩዕሶ ድጻ